ጎይታ ይባረኽ እቲ ገሊኡ መልእኽትታት ድሮ ኣብ መዝሙር ክሓልፍ ጸኒሑ ኣብ ልበይ ዝነበረ ነገር ማለት እዩ እግዚኣብሔር ክዛረበና ደሊና ኣብ ቅድሚ ኣብ ንቀርበሉ ግዜ ጎይታ ይዛረበና ኩሉ ግዜ ቃሉ ይግለጸልና ኣብ ዝተፈላለዩ ነገሮች ኣገይ ጎይታ ይመስገን ስለዚ ሎሙን ጎይታ ከም ዝዛረበና ኣይንጠራጠርን ኢና እግዚኣብሔር ይመስገን። ቀዳማይ መልእኽቲ ዮሐንስ ምዕራፍ ሰለስተ ርኣዩ ውሉድ ኣምላኽ ክንብሃል እቲ ኣቦ ከመይ ዝበለ ፍቕሪ ሃበና ከሙኡውን ኢና ስለዚ ከኣ ኣለም ንእኡ ኣይፈለጠቶን እሞ ንዓና ኣይትፈልጠናን እያ ኣቱም ፍቁራተይ ሕጂ ውሉድ ኣምላኽ ኢና እንታይ ከምንከውን ከኣ ገና ኣይተገልጸን ንሱ ምስ ዝግለጽ ግና ከምታ ዘለዋ ክንርእዮ ኢና እሞ ንእኡ ከምንመስል ንፈልጥ ኣሎና። እታ ቀንዲ ደልያ ዘለኹ ሕጂ ፍቕዲ ሰለስተ እዛ ተስፋ እዚኣ ኣብኡ ዘላቶ ዘበለ ኩሉ ከምቲ ንሱ ንጹሕ ዝኾነ ንርእሱ የንጽህ ኣሎ ትብል ማለት እዩ። እግዚኣብሔር ይመስገን ብዛእባ እታ ሳልሰይቲ ፍቕደይ ዝያዳ ክዛረብ እግዚኣብሔር ይመስገን እዛ ተስፋ እዚኣ ኣብኡ ዘላቶ ዘበለ ኩሉ ከምቲ ንሱ ንጹሕ ዝኾነ ንርእሱ የንጽህ ኣሎ። እግዚኣብሔር ይመስገን እግዚኣብሔር ውሉዱ ጌሩና ኣሎ ኢየሱስ ጎይታ እዩ ክብሪ ንኣምላኽ ውሉድ ዲያብሎስ ኢና ኔርና ውሉድ ሰይጣን ኢና ኔርና ብሓጢኣት ዝተሸጥና ሰባት ኔርና እምበር ኣብ ትሕቲ ሓጢኣት ዝተማረኽና ሰባት ኢና ዝተገዛእና ሰባት ኢና ኔርና ደቂ ዘይምእዛዝ ኔርና ይብለና መጽሓፍ ቅዱስ ድሕሪኡ ግን እግዚኣብሔር ኣምላኽና ንወዱ ልኢኹ ጎይታና ኢየሱስ ክርስቶስ ከም ሰብ ኮይኑ መጺኡ ካብ ኣዴና ድንግል ማርያም ተወሊዱ ንዓና ኣድሒኑና ካብ ጸልማት ከኣ ኣውጺኡና እግዚኣብሔር ይመስገን ውሉዱ ከኣ ጌሩና እግዚኣብሔር ይመስገን ኢየሱስ ጎይታ ነዚ ፍቅሪ እዚ ገሊጽዎ ኣሎ ዓቢ ፍቅሪ ኢልዎ ኣሎ ውሉድ ኣምላኽ ክንበሃል እቲ ኣቦ ከመይ ዝበለ ፍቅሪ ሃበና ይብል It's not a simple thing ንእሽተይ ነገር ኣይኮነን እዩ ዝብለና ዘሎ ውሉድ ኣምላኽ ክትብሃል ኣብ ናይ ኣምላኽ ፋሚሊ ስድራ ቤት ኣምላኽ ክትከውን ቀሊል ነገር ኣይኮነን እግዚኣብሔር ይመስገን ኣሜን ኢየሱስ ጎይታ ድሕሪ ሽኡ ውሉድ ኣምላኽ ኢና እቲ ብቅድሜና ዘሎ ነገራት ድማ በብግዚኡ ይግለጽ እዩ ዘሎ ገና ተገሊጹን ኣይተወድእ እግዚኣብሔር ይመስገን ዓቢ ተስፋ ከም ዘለና ይዛረበና ኣሎ ኣብ መወዳእታ ኣሽኡ መሊሱ ከዓ እንታይ ብለና ኣሎ እዛ ተስፋ እዚኣ ኣብኡ ዘላቱ ዘበለ ኩሉ ከምቲ ንሱ ንጹሕ ዝኾነ ንርእሱ የነጽሃል ኣብዚ ህጂ እንታይ ክብል ዝደሊ ሓደ ሰብ ብሓቂ ውሉድ ኣምላኽ እንድሕር ኮይኑ እዚ ተስፋ እዚ ኣብ ውሽጡ እንድሕር ኣላቶ፣ እዚ ቃል እዚ ከም ዘመልክተና ማለት እዩ። ከምዚ ይግበር ዘይኮነ ይገብር ኣሎ ወይ ድማ ይገብር እዩ ዝብለን እቲ ናይ ውልድነት ኣብ ውሽጥና ዝኣተወ ናይ እግዚኣብሔር ፍቕሪ ይድርኸና እዩ። ከምቲ ናይ ቀደምና ክንነብር ኣይንኽእል፣ ከምቲ ናይ ቀደምና ክንቅፅል ኣይንኽእል። እግዚኣብሔር ይመስገን ምክንያቱ ኣብ ውሽጥና ናይ እግዚኣብሔር ባህሪ ዝኣቱ ካብ እግዚኣብሔር ኢና ተወሊድና ዘለና ሃቀይ ምሽ ኩላትና እስኪ ንመለስ ዳርጋ መሰረታዊ ዝኾነ ሓሳብ እየ ክዛረብ ከቢድ ሓሳብ ኣይኮነን ኩላትና ከም ንፈልጦ ያቆ እዚ ዮሃንስ ወንጌል ዮሃንስ ምዕራፍ ሓደ ዓሰርተ ክልተ እስከ ኴንና ንርኣዮ። ወንጌል ዮሃንስ ምዕራፍ ሓደ ቁጥሪ ዓሰርተ ክልተ ኩላትና ንፈልጦ ቃል እዩ ኦፍኮርስ እንታይ ብለና ወንጌል ዮሃንስ ሓደ ዓሰርተ ክልተ ካብ ዓሰርተ ሓደ ክንጅምሮ ንኽእል ኢና ናብቶም ናቱ መፀ እቶም ናቱ ከዓ ኣይተቐበሉ ነቶም እተቐበልዎ ዘበሉ ኩሎም ብስሙ ንዝኣምኑ ግና ውሉድ ኣምላኽ ክኾኑ መሰል ሃቦም። ንሳቶም ከኣ፣ ርኣይዋ እዚኣ ሕጂ ብፍላይ፣ ካብ ኣምላኽ እምበር ካብ ደም ወይ ካብ ፍቓድ ስጋ ወይ ካብ ፍቓድ ሰብኣይ ዘይተወልዱ እዮም። እግዚኣብሔር ይመስገን። እዚ እዩ እቲ ዳግም ምውላድ ዝበሃል። ቀደም ካብ ፍቓድ ስጋ ኢና ተወሊድና። ካብ ኣቦናን ካብ ኣዴናን ጥራይ ብስጋ ጥራይ ኢና ተወሊድና ካብ ስጋ ዝተወልደ ስጋ እዩ ይብለና ኦሬዲ ብሓጢኣት ኢና ተወሊድና ካብ ኣዳም ኣዳም ካብ ዝወደቐ ማንነት ኢና ተወሊድና ኣዳም ንእግዚኣብሔር ኣይተኣዘዞ ንሕና ድማ ደቂ ዘይምእዛዝ ኢና ኮይንና ተወሊድና ነርና ስለዚ ናብ ሓጢኣት ዝደፍኣና ኩሉ ግዜ ኣብ ውሽጥና እንታይ ነይሩ ባህሪ ነይሩ ካብ ኣዳም ዝተቐበልናዮ ሕጂ ግን ኣብዚ ቦታ እዚ ግን ብክርስቶስ የሱስ ዝረኸብናዮ ነገር ቀዳማይ ነገር እንታይ ተይልኩምኒ ካብ ኣምላኽ ኢና ተወሊድና ዳት ሚንስ ናይ ኣምላኽ ኔቸር ወይ ድማ ናይ ኣምላኽ ባህሪ እዩ ኣብ ውሽጥና ኣድዩ ሓድሽ መንፈስ ኢና ተቐቢልና እዚ ሓድሽ መንፈስ ድማ ብሓድሽ ህይወት ክንመላለስ ዝደፍኣና ህይወት እዩ ማለት እግዚኣብሔር ይመስገን ብዙሓት ምስክርነታት ርኢና ኢና ብፍላይ ኣነ ዝዝክሮ ኣብ ኣብ ኢንተርኔት ትረኽቡ ኢኹም ኣብ ዩቱብ ካሊል ቴስቲሞኒ ኢልኩም እንድሕር ሰርች ጌርኩሞ ትረኽብዎ ኢኹም ቴረሪስት እዩ ነይሩ ኣብ ግብጺ ብጣዕሚ ካብዞም ሙስሊም ሪኢኹሞ ትኾኑ ኢኹም ከ- ካሊል ቴስቲሞኒ ዝብል ሙስሊም ብጣዕሚ ቴረሪስት እዩ በቃ ቀትል ክርስትያናት ኣብ ዝተፈላለዩ ቦታ ዳሕራይ ስልጣን ክውስኽ እንዳወሰኸ እንዳወሰኸ ምስ ከደ እንታይ ኢሎሞ እንካ እስከ ሕጂ ሓድሽ ፕሮጀክት ክንህበካ ኢና እዛ መጽሓፍ ቅዱስ ኣንብባ እሞ ኩላ ውሽጣን ገበያን ኣንብባ እሞ እቲ ድኽመታ ጉድለታ ጌጋታታ ኩሉ እንዳገለጽካ እንዳመሃርካ ንብዙሓት ክርስትያናት ሕጂ ብውግእ ዘይኮነ በእምሮ ክትስዕሮም ኢኻ ኢሎም ከምዚ ዓይነት ፕሮጀክት ይቦሞ ክትረኽብዎ ትኽእሉ ኢኹም ኣብ ዩቱብ ሕጂ ርኢኹምዎ ትኽእሉ ዝገረመኒ ነገር እንዳም ዘብለ ከሎ ተረዲኦ ጎይታ ተገሊጹ ተረዲእዎ በቃ ሓጢኣተኛ ምዃኑ ዳግም ምውላድ ከም ዘድልዮ ናይ ህይወት ለውጢ ከም ዘድልዮ ናይ ሰላም ምንጪ ክርስቶስ ምዃኑ እዚ ኩሉ ነገር ምስ ተረድኦ ኣብኡ ከሎ ጎይታ ተቐቢሉ መሊሱ ነቲ ቁርኣን ባዶ ክገብሮ ጀሚሩ ነቲ ቁርኣን ዝገደደ ብመጽሓፍ ቅዱስ ገይሩ ክገልጾ ጀሚሩ ማለት ዝገረመኒ ነገር ግን እቲ ናይ ውሽጢ ለውጢ ብክርስቶስ ዝርከብ ለወጢ ዝገርመኒ ካብታ ሻዕ ማዓልቲ ጀሚረ ንጎሆ ምስ ወጻኩ ንኩሉ ሰብ ኣፍቂረዮ እዩ ዝብል ኣፍቂረዮ ኣብ ዩቱብ ብፍላይ ቪድዮ ሰሪሖሞ ኣለዉ ቅድሚ ሕጂ ብዙሓት ድኳናት ነይረን ናይ ክርስትያናት ድኳናት እንዳከደ ገንዘብ ገለ ዝወስደሉ ሕጂ ግን ክስዕሞም ክሃቕፎም ኢሉ ይኸይድ። ይሪኡዎሞ ድኳኖም ኣጽዮም ይሃድሙ። የጓዮም ክሃቕፎም እንዳ በለ። ንኹሉ ነገር ኣፍቂረዮ ኢሉ በቃ ንፍጥረታት ኣፍቂረዮ። ቅድሚ ሕጂ ኣብ ውሽጠይ ዝነበረ ጽልኢ ገለመለታት ክሳዕ ጠፊኡ እንዳ በለ ኣሎ ምስክርነታት ማለት እዩ። እዚ ናይ ኩላትና ሕይወት እዩ። ብክርስቶስ የሱስ ሓድሽ ሕይወት ምስ ተቐበልና ሓድሽ ሰብ ምስ ኮንና እቲ ሓድሽ ሰብ ካብ ኣምላኽ ብቐጥታ ዝተወልደ ቀደም ኣብ ውሽጥና ናይ ሓጢኣት ማሽን እዩ ነይሩና ሓቀይ ምሽ ሕጂ ግን እንታይ ተቐቢልና ኣለ ናይ ፅድቂ ማሽን ወይ ድማ ናይ ፅድቂ ማንን ኣፍቅር ኣፍቅር ዝብለካ ንእግዚኣብሔር ፍለጦ ቅረቦ ቅረቦ ዝብለካ ቀደም ተሃድም ነርካ ትፈርሕ ነርካ ወላ እውን ክትከውን ይኸብደካ እዩ ንምንታይ ስለትኹነን ወይ ስለትውቀስ እዩ ሓቀይ ምሽ እግዚኣብሔር ይመስገን ስለዚ እዚ ንሃደ ክርስትያን ውሽጣዊ ማንነቱ እዩ ክከውን ዘለዎ ሃደ ክርስትያን ኣብ ውሽጡ ከምዚ ኣይነት ኔቸር እንድሕር ዘይብሉ ናብ ኣምላክ ቀሪቡ ከም ብሓድሽ ዳግም ውለደኒ ጥራይ ክብል ዘለዎ ምክንያቱ this is natural ታሽሙ እዩ ማለት እዩ ካብ ውሽጢ ዝወጽእ ነገር እዩ ብደገ ዝመጽእ ነገር ኣይኮነን። እንተኾነ ግን ሕጂ ናብቲ ቀንዲ ስብከተይ እንዳኣተኹ ክኸይድ ከለኹ እንተኾነ ግን ኩሉ ግዜ ኣብ መንፈስና ኩሉ ነገር ተዋሂቡና ኣሎ። ኣብ መንፈስና ኩሉ ነገር ኣእምሮና ግን ብምሕዳስ ሓሳብና ክልወጥ ይግብኦ። ምክንያቱ መንፈስና ኣእምሮናን ሓቢሩ ይሰርሕ ሓቀይ ምሽ መንፈስናን ኣእምሮናን ሓቢሩ ይሰርሕ። ወይ ድማ ነፍስና ማለት እዩ ነፍስና እንድሕር ዘይተለዊጣ ነፍስና እንድሕር ምስ መንፈስና እንድሕር ዘይተሰማሚዕና እንድሕር ዘይተሰማሚዓ ኣብ መንፈስና ዘሎ ነገር ብምልኣት ኣብ ስጋና ክመፅ ኣይክል እታ ነፍሲ ሲ እንታይ ትገብሮ እያ ትኽልክሎ እያ ተዓፅቆ እያ ማለት ክለዋ ይገብር ካብ መንፈስ ዳስ ዋይ ናይ እግዚኣብሔር ቃል ንመሃር ብዛዕባ ፅድቂ ክንመሃር ከድልየና ብዛዕባ ንፅሕና ምምሃር ከድልየና ወላ እኳ ውሽጥና ንኸነንጽህ ርእስና ክነንጽህ ካብ ውሽጥና ዝወጽእ ድሌትን ባህግን እኳ እንተለና but at the same time በእምሮና ድማ ክንሕደስ ከድልየና እዩ ማለት እዩ እግዚኣብሔር ይመስገን ኣሜን ክብሪ ንኣምላኽና ይኹን ኢየሱስ ጎይታ እዩ ስለዚ እስኪ ንዓድልኩም ተባሃሃሉ ኣብ ውሽጥኻ ናብ ንጽህና ዝደፍእ መንፈስ ኣለካ ተባሃሉ እግዚኣብሔር ኣነ ውሉድ ኣምላኽ እዩ ዝበሃል ንስኻ ውሉድ ኣምላኽ ኢኻ ተባሃሉ ዩዋረቻይ ዶፍካ ኣመን ኢየሱስ ጎይታ ሓደ እኳ ብክርስቶስ የሱስ እንተሎ ንሱ ሓድሽ ፍጥረት እዩ እቲ ብሉይ ሓሊፉ ኩሉ ሓድሽ ኮይኑ እቲ ኣረጊት ሓሊፉ ኣሜን ፕሬዝ ጋድ እቲ ኣረጊት ሓሊፉ ኩሉውን ሓድሽ ኮይኑ ብናይ ህይወት ሓድሽነት ይብሉ ብጣዕሚ ዝገርመኒ ኢን ደ ኒውነስ ኦፍ ላይፍ ናይ ህይወት ሓድሽነት ማለት መመሊሱ ዝህደስ ማለት እዩ ናብ ሓድሽ ምዕራፍ ናብ ሓድሽ ምዕራፍ እንዳኣተኻ ኢኻ ትኸይድ። እግዚኣብሔር ይመስገን ኣብ ቀዳማይ ጴጥሮስ ሓንቲ ቃል ክወስደ እሞ ድሕሪ ናብ ካብ ሓሳባት ክኣቲ ማለት እዩ። እግዚኣብሔር ይመስገን። ስለዚ መጀመርያ መጀመርያ ማንነትና ንፍለጥ ይነግረና እዩ። ሕጂ ብዙሕ ጥቕስታት ከብል ስለ ዘይደለ ግዜ ኤፌሶን ኣርባዕተ ዕስራን ኣርባዕተ እንተሪእኩሞ ከምኡ እዩ ዝብለና ሓቀኛ ጽድቅን ቅድስናን ን ዝተፈጥረ ሓድሽ ሰብ ልበሱ እብለና ተቐቢልኩም ኢኹም እብለና እግዚኣብሔር ይመስገን ኣብ ቀዳማይ ጴጥሮስ ድማ ካብ ኣሰር ሰለስተ ጀሚርና ክነንብቦ ንኽእል ኢና፣ ምዕራፍ ሓደ፣ ቀዳማይ ጴጥሮስ ምዕራፍ ሓደ ካብ ኣሰር ሰለስተ ጀሚርና ክንነንብቦ ንኽእል ኢና። ስለዚ more ናብቲ ቀንዲ ክብሎ ዝደለኹ ሓሳብ እንዳ በልኩ ከምዚ እንዳ zoom እንዳ ገበርኩ ከይደ ማለት እዩ። እግዚኣብሔር ይመስገን ስለዚ ሃቋቁ ልብኹም ተዓጢቅኩም እናተጠንቀቅኩም ይብለና። እዚ ሕጂ ንኣእምሮና እዩ ንመንፈስና ኣይኮነን። ነቲ ብምግሃድ የሱስ ክርስቶስ እትረኽብዎ ጸጋ ምሉእ ተስፋ ግበሩ። ከም እዙዛት ውሉድ እምበር፣ ትርእዩ ኣለኹም ሕጂ፣ ከም እዙዛት ውሉድ እምበር፣ ከምቲ ብዘመን ድንቁርና ከለኹም ዝገበርኩሞ ናይ ቀደም ትምኒት ኣይትግበሩ። ሕጂ ዋላ ውሽጥኻ እኳ ዝደፍኣካ እንተኾነ፣ ውሽጥኻ ጥራይ ዘይኮነ ኣእምሮኻውን ክደፍኣካ ኣሎ። እዚ ሕጂ በእምሮ ትገብሮ ነገር እኳ እዩ ዝዛረበና ዘሎ። በር ውሽጥኻ እንድህር ዝደፍኣካ እንተኾይኑ ብጣዕሚ ፅቡቕ ትኸይድ ኢኻ ተለካ ሓደ ሓደ ግዜ ግን ውሽጥኻ እናደፋኣካ ከሎ ኣእምሮኻ ድማ ኣንፃር ክዓግተካ ስለዚ ንእምሮኻ ብምሕዳስ ሓሳብካ በዚ ቃል እዚ ክትልውጦ ይድል ተረዲኹምኒ ከምቲ ከም እዙዛት ውሉድ እምበር ከምቲ ብዘመን ድንቁርና ከለኹም ዝገበርኩሞ ናይ ቀደም ትምኒት ኣይትግበሩ ኣይትግበሩ ኣነ ቅዱስ እየ እሞ ቅዱሳት ኩኑ ዝብል ጽሑፍ ስለ ዘሎ ከምቲ ዝጸዋዓኩም ቅዱስ ዝኾነ ንስኻትኩምውን ብኹሉ ንብረትኩም ቅዱሳት ኩኑ። እቲ ንነፍሲ ወከፍ ብፍላይ ዓሰርተ ሸውዓተ እቲ ንነፍሲ ወከፍ ነቲ ንነፍሲ ወከፍ ብዘይ ኣድልዎ ከከም ግብሩ ዝፈርድ ንስኻትኩም እዚ እዩ ብጣዕሚ ዝገርመኒ ነገር ኣቦ ኢልኩም እትጽውዑ ካብ ኮንኩምሲ ኣብዚ ዘመን ግሽነትኩም ብፍርሓት ንበሩ። እዚኣ ቃል እዚኣ ንዓይ ብጣዕሚ ገሪማትኒ ነዊሕ ግዜ። ስቲል ውን ትገርመኒ እንታይ እዩ ዘርእየና ንሕና ንእግዚኣብሔር ኣቦና ንብሎ እንድሕር ኣለና ኮይንና ቀዳማይ ንሕና ኢና ክንመስሎ ዝግባእ ቀዳማይ ንሕና ኢና ክንፈልጦ ዝግባእ ቀዳማይ ንሕና ኢና ክንርድኦ ዝግባኣና ከመይ ኢልኩም ንስኹም ኣቦ እንዳበልኩሞ ከለኹም ግን ዘይትፈርሑ ተረዲኹም ዶ ኣባቴ? ንኣብነትሲ ከመይ እሞ ኢለ ክገልጸልኩም፣ ኣብዚስ ንዝምር ኣለና ንኣብነት፣ ንስኻ ዘማሪ ኢኻ ማለት እዩ፣ ናይ እግዚኣብሔር ኣገልጋሊ ኢኻ ማለት እዩ፣ ኣነ ኣብዚ ጠጠው ኢለ እሰብኽ ኣለኹ፣ ሰባኺ እየ ማለት እዩ፣ እሞ ኣነ ነዚ ቃል እዚ ዘይነብረሉ እንድሕር ኮይነስ መን ደኣ እዩ ክነብረሉ? ተረዲኹም ናብ ማለት ኣነ ነቢይ ክኸውን ይኽእል እየ፣ ብዙሕ መልእኽትታት ከምጽእ ክእል እየ፣ ካብ እግዚኣብሔር ምስ እግዚኣብሔር ተራኺበስ ካብኡ ድምጺ ሰሚዔስ ኣመሓላልፍ ኣለኹ ማለት እኮ እዩ። እሞ ኣነ ምስ እግዚኣብሔር ዝውዕል ዘለኹ ነዚ ነገር እዚ ክነብሮ እንድሕር ዘይኪኢለስ መን ድኣ ኣሉ ክነብሮ ዝኽእል እዩ ዝብለና ዝብል። ደጊምና ነንብባ ፍቕዲ ዓሰርተ ሸውዓተ ነቲ ንነፍሲ ወከፍ ብዘይ ኣድልዎ ከከም ግብሩ ዝፈርድ ንስኻትኩም ኣቦ ኢልኩም እትጽውዖ ካብ ኮንኩምሲ ማይ ጋድ ኣብዚ ዘመን ክሽነጥኩም ብፍርሃት ንነብር። ቀዳማይ ንእግዚኣብሔር ክንፈርሆ ዝግብኣና ንሕና ኢና፣ ኣመንቲ ኢና፣ ቃል ኣምላኽ ንዛረብ ሰባት ኢና። ቆሮንቶስ፣ ፊሊ፣ ፊሊጲ፣ ኤፌሶን እንዳበልና ንጠቅስ ሰባት ንሕና ንእግዚኣብሔር እንተዘይፈሪሕናዮስ መን ደኣ እዩ ክፈርሆ? ንሕና ምስ እግዚኣብሔር ብጽድቂ ብቅድስና ኣብ ላዕሊ ነጊሩና ኣሎ። ኣነ ቅዱስ እየ እሞ ቅዱሳት ኩኑ ዝብል ጽሑፍ ስለ ዘሎ ከምቲ ዝጸዋዕኩም ቅዱስ ዝኾነ ንስኻትኩም እውን ብኹሉ ንብረትኩም ቅዱሳት ዝኾኑ ኩነና ማለት እዩ። ስለዚ ናይ ሎምዓልቲ ሓሳበይ እንታይ ብዛዕባ ቅድስና ብዛዕባ ጽድቂ ውሽጥና ንሕና ሕጂ ግበሩ ተባሂልና ኣይኮንና ንገብር ኣብቲ መጀመርያ ገሊጽና የለና ምሽ ባህሪና ስለ ዝኾነ ኔቸርና ስለ ዝኾነ እዩ። ዝገርመኩም ነገር ምናልባት ኣብኡ ትምልስ ኢለ ሓንቲ ሓሳብ እንድሕር ከልዕል ኮይነ እስከ ሮሜ ምዕራፍ ሸሞንተ ንኺድ ብጣዕሚ እዩ ዝገርመካ እዚ ቃል እዚ እዚ ቃል እዚ ብጣዕሚ እዩ ዝገርመኒ ሮሜ ምዕራፍ ሸሞንተ እሞ ንኺድ ድሕሪኡ ሽኡ ተመሊስና ነዚ ሓሳብ እዚ ድማ ኣፀቢቕና ክነብሎ ኢና ማለት እዩ እግዚኣብሔር ይመስገን Thank you Jesus ክብሪ ንኣምላኽና ይኹን ኢየሱስ ክርስቶስ ጎይታ ሃሌሉያ ክብሪ ንኣምላኽና ይኹን እስከ እ፣ እቲ ቃል ክረኽቦ ኣለኒ ሕጂ ሓንሳ ክትሕገሱን ይኹን እ፣ ሃሌሉያ እወ እኖ ምዕራፍ ሽዱሽተ ሮሜ ምዕራፍ ሽዱሽተ እስከ ንርኣዮ ብጣዕሚ ዝገርም ቃል እዩ እዚ ሮሜ ምዕራፍ ሽዱሽተ ኩሉ ክንሪኦ ከለና ካብ ፍቕዲ ሓደ ጀሚርና ሕልፍ ሕልፍ እንዳበልና ክንሪኦ ኢና እምበኣርሲ እንታይ ክንብል ኢና ጸጋ ምእንቲ ክዓዝዝሲ ኣብ ሓጢኣት ዶ ንጽና ያእ ኣይፋልናን ንሕና ካብ ሓጢኣት ዝሞትና ከመይ ኢልና ሕጂ ኣብኡ ክንነብር እዚ ብዛዕባ ናትና ኔቸር እዩ ዝዛረብ ዘሎ you see እግዚኣብሔር ይመስገን ስለዚ እዚ ብምሕዳስ ሓሳብና እንታይ ንገብሮ ኣለና ሪፕሮግራም ክንገብሮ ኣለና ምሽ ኣለኩም ኣተሓሳስባና who are you መን ኢኻ ንስኻ ውሉድ ኣምላኽ ኢኻ ንስኻ ካብ ሓጢኣት ዝወፃኻ ሰብ ኢኻ ካብ ሓጢኣት ዝሞትካ ሰብ ኢኻ ዩሲ ተረዲኹምኒ ከመይ ኢልና ሕጂ ኣብኡ ክንነብር ይብል ድሕሪኡ እንዳቐጸልና እንዳቐጸልና ክንከይድ ከለና ዝገረመኒ ነገር ፍቕዲ ዓሰርተ ክልተ ከይድና ክንቅጽል ከለና እምበኣርሲ ንትምኒቱ ከይትእዘዙ ኣብ ዝመዋቲ ስጋኹም ሓጢኣት ኣይንገዙ ንትምኒቱ እንታይ ግበሩ ሪጀክት ግበሩ ስቶፕ ክትብሉ ኣለካ እዚ ምሳይ ኣይከይድን ንኣይ ኣይምጥነንን ናተይ ኣይኮነን ክትብል ክትክእል ኣለካ ዝሞተ ነገር ሰይጣን ናባካ ክቀየር ክሃደል ከሎ ኖ ክትብሉ ኣለካ እዚ ሞት እዚ ናተይ ኣይኮነን ክትብሎ ትክእል ኣለካ ክብሪ ንኣምላክና ይኩን ትሕቲ ጸጋ እምበር ትሕቲ ሕጊ ስለ ዘይኮንኩም ሓጢኣት ኣይመልከኩምን እዩ እሞ ይብለና። ኣብዚ ኸኣ ዓቕሚ ከም ዘለና ኸኣ ይነግረን ቢኮዝ ዩ ኣር ኣንደር ግሬስ ስለ ዝኾንኩም ብጸጋ ክሳእ ዝኣተኹምን ዝወጻኹምን ሓጢኣት ክመልከኩም ከማን ኣይክእልን ይብለና። ኣይመልከኩምን እዩ ይብል እሞ ከም ሞይቶም ዝተንስኡ ርእስኹም ንኣምላኽ ወፍዩ እምበር ንኣካላትኩም ኣጽዋር ዓመጻ ንሓጢኣት ኣይትግበርዎ ንኣካላትኩምሲ ኣጽዋር ጽድቂ ንኣምላኽ ደኣ ግበሩ እብል። እግዚኣብሔር ይመስገን እስከ ፍቅዲ ዓሰርተ ሸውዓተን ዓሰርተ ሸሞንተን ነንብቦ ኣብ ደሰይ ምንታሹ ማለት እዩ። ብጣዕሚ ዝገርመኩም ቃል እዚ እዩ። ብጣዕሚ ዝገርመኒ ቃል እዚ እዩ። ቀደም ባሮት ሓጢኣት ኔርኩምሲ፣ ካብ ሓጢኣት ሓራ ምስ ወጻእኩም፣ ንጽድቂ ተገዛእኩም። My God! እዚ ቃል እዚ እንድሕር ማለት ሓደ ሓደ ግዜ ትርጉም ከኣ ከይንጽረልና ይኽእል እንድዩ። እንታይ እዩ ዝብል ዘሎ መስለኩም? እዚኣ ቃል እዚኣ ቁሩብ ከብርሃልኩም። እንታይ እዩ ዝብል ዘሎ እዚ ቃል መስለኩም? ቀደም ባሮት ሓጢኣት ኔርኩም። ካብ ሓጢኣት ሓርያ ምስ ወጻኹም ግን ይብለና እሞ ንጽድቂ ተገዛእኹም ዝብል ባሮት ጽድቂ ኢኹም ዝብል እዩ የነጻጽሮ እየ ነይሩ ዘሎ ቀደም እንታይ ነይርኩም ባሮት ሓጢኣት ነበርኩም ሕጂ ግን ናብዚ ቦታ እዚ ናብዚ ኣድራሻ እዚ መጺኹም ሕጂ እውን ባሮት ኢኹም ባሮት እንታይ ባሮት ጽድቂ ይብላ ዳት ሚንስ እቲ ዝገርመካ ነገር ሓደ ሰብ ባርያ ሓጢኣት እንተዳ ነይሩ ሓጢኣት ጥራይ ክገብር ዝኽእል ቀደም ምሽ ባሮት ሓጢኣት ከለናስ ሓጢኣት ጥራይ ኢና ንገብር ናብ ሓጢኣት እዩ ዝደፍኣና ምሽ ንብል ኔርና ሎሚ እንድሕር ናብ ጽድቂ መጺኻ ባርያ ጽድቂ እንድሕር ኮንካ ኣኮርዲንግ ቱ ዘ ባይብል ብመሰረት መጽሓፍ ቅዱስ ጽድቂ ጥራይ ኢኻ ክትገብር ትኽእል እኳ እዩ ዝብለና ዘሎ ዳት ሚንስ ኣነ ባርያ ጽድቂ እየ ንስኹም ባሮት ጽድቂ ኢኹም። ጽድቂ ንዓና እዚ በቃ እንታይ እሞ ክብለኩም ከመይ ለገልጸልኩም ካብ ሓጢኣት ምውፃእ ሲኢነ ምሽ ኢልና ንጭነቕ ኢና ወይ ድማ ንጭነቕ ነርና ኢና ሕጂ ድማ ካብ ጽድቂ ምውፃእ ሲኢነ ኢልናስ ክንጭነቕ እዩ ዝግባእ ከም ብሓቂ ሓደ ክርስትያን ማለት እዩ ካብ ጽድቂ ወፃኢስ በቃ ካልእ ምግባር ሲ ኣይከኣልኩን ወላ እንተደለኹን ሲ በቃ ኣብ ትሕቲ ሓጢኣት ኣብ ትሕቲ ጽድቂ ተገዛእኹ ምብለ That means ብእንግሊሽ ረኣይዎ you are servants of righteousness ቀደም ባሮት ሓጢኣት ኔርኩም ናይ ሓጢኣት ኣገልገልቲ ኔርኩም ሕጂ ድማ ብክርስቶስ የሱስ ምስ ተፈታሕኩም ግን ባሮት ጽድቂ ኮይንኩም ኣለኹም servants of righteousness እዩ ዝብለና ስለዚ ብሩኻት ኣሕዋተይ እንታይ ክብለኩም ደልየ ኣነ ህጂ በዚ ሓሳብ እዚ ብዙሕ ማለት ክሓስብ ከለኹ ድኻማት ኣሎ ፐርፈክት ኢና ኣይኮንኩን ዝብል ዘለኹ ናይ እግዚኣብሔር ቃል ውን እነግረና እዩ ጉድለታት ሓጢኣት ዘይፍጽም ሰብ የለን ጉድለታት ዘይብሉ ሰብ የለን ግን እቲ ናትና መሰረት ክንስሕቶ የብልና መሰረትና ክንስሕቶ የብልና ብፍላይ ብሕብረት ክንጓዓዝ ከለና ድማ መሰረትና ክንስሕቶ የብልና ናትና መሰረት ጽድቂ፣ ናትና መሰረት ቅድስና፣ ናትና መሰረት ንእግዚኣብሔር ምፍራህ እዩ። እግዚኣብሔር ይመስገን እዚ ፈጺምና ክንስሕቶ የብልናን። እዚ ብዝኾነ ዓይነት ነገር ኣይትካእን፣ ብመዝሙር ኣይትካእን፣ ብኣምልኾ ብእንታይ እሞ ብስብከት ኣይትካእን፣ ብኣጋንንት ብምውጻእ ወይ ትንቢታት ብምዝራብ ኣይትካእን። No way እዚ ናትና ማንነት እዩ ብሓቂ ክርስቶስ ኣብ ውሽጥና እንድህር ኣሎ ድማ እዚ ነገር እዚ ክሳማማዓና ወይ ክንቅበሎ ኣይንክእልን ኢና ማለት እዩ ተረዲኹምኒ እግዚኣብሔር ይመስገን ክብሪ ንኣምላኽና ይኹን ኣንቶይ እንታይ ኢለኩም ነይረ ናብታ ናይ ቀዳማዊ ጴጥሮስ ሓሳብ እንድህር ተመሊስና ነቲ ንነፍሲ ወከፍ ከክምሩ ከከም ግብሩ ዝፈዲ ንስኻትኩም ኣቦ ኢልኩም ትጽውዕዎ ካብ ኰንኩምሲ ይብለና እምበር፣ ኣብ ዘመን ግሽነትኩም ብፍርሃት ንበሩ ይብሎ። That means ብሩኻት ኣሕዋተይ፣ ናይ እግዚኣብሔር ብዛዕባ እግዚኣብሔር ዘለካ ፍልጠት ዝምዘን ንእግዚኣብሔር ብምፍራህካ እዩ። እዚ ክብል እደሊ እግዚኣብሔር ይመስገን ክሳዕ ክንደይ ንእግዚኣብሔር ትፈርህ? That's the measure that's the እቲ ናትካ ንእግዚኣብሔር ምፍላጥካ ዝዕቀነሉ ትብልዎ ካብ ኮንኩም ትፈልጥዎ ካብ ኮንኩም ንፈልጦ ኢና ካብ በልኩም እግዚኣብሔር ኣቦ እዩ ትብል ሕጂ ብዛዕባ ናይ ዳንኤል ኣቦሲ ካብ ዳንኤል ንላዕሊ ዝፈልጦ ሰብ ኣሉ ድዩ ኣብ ማእኸል ብዛዕባ ናይ ኪዳን ኣቦሲ ከመይ ኢልና ንሕና ዝያድኡ ንፈልጦ ክኾን ኣይክእልን እዩ። ስለዚ ከምኡ ማለት እዩ ኣቦና እዩ እንድሕር ትብሉ ኣለኹምሲ እዚ ኣካልስ እሞ እዚ ካባኹም ብዙሕ ትፅቢት ኣሎ እዩ ዝብለና ዘሎ። እግዚኣብሔር ይመስገን፣ ኣሜን ክብሪ ንኣምላኽና እዩ። እዚ ሕጂ እንታይ እዩ? ኣብ ኣእምሮና እዩ ክልወጥ ዘለዎ ኣብ ኣእምሮና እም፣ ተመሳሳሊ ቃል ኣብ ሚልክያስ ኣላ ሚልክያስ ምዕራፍ ሓደ ሚልክያስ ምዕራፍ ሓደ ሓንቲ ቃል ኣላ ባሃ ብጣዕሚ ትገርመኒ ፍቕዲ ሽዱሽተ ማለት ሚልክያስ ምዕራፍ ሓደ ፍቕዲ ሽዱሽተ ንኣኻትኩም እቕልጥፈኩም ኣሎኹ ደይ ምስ ግዜ ክንከይድ ምእንቲ ማለት ንኣኻትኩም ስመይ ትንዕቁዎ ብምንታይ ንስምካ ንኣቕናዮ እትብሉ ካህናት እግዚኣብሄር ጐይታ ሠራዊት ከምዚ ይብለኩም ኣሎ ውሉድ ንወላዲኡ ባርያ ኸኣ ንጐይትኡ የኽብር እምበኣርሲ ኣቦ እንተ ደኣ ኾይነ ክብረተይ ኣበይ ኣሎ ጐይታ እንተ ኾይነስ መፍርሀይ ኣበይ ኣሎ እዩ ኣብዚ ሕጂ ብዛዕባ ፍርሓት እግዚኣብሔር ገልጻልና ፍርሓት ኣምላኽ ክንብል ከልና መቸም ብዙሕ ዓይነት ኣተራጉማ ኣለዎ ምሽ እግዚኣብሔር ይመስገን ብሓፈሻት ፍርሓት ዝብል ቃል ብዙሕ ዓይነት ኣተራጉማ ኣለዎ ንኣብነት ናይ ሞት ፍርሓት ኣሎ ወይ ድማ ከምዚ ናይ ባርያ ትፈርሖ ኣሎ ምሽ ከም ባርያ በቃ ትፈርሕ ሕጂ ናይ እግዚኣብሔር ቃል እንታይ ኢሉና ኣሎ ሓቀኛ ፍቕሪ ንፍርሓት ተባርራ ኢሉና ኣሎ ኣብታ ፍጽምቲ ፍቕሪ እውን ፍርሓት የልቦም ስለዚ እስኻ ሕጂ ነቦኻ ትፈርሖ ዲኻ ካብ ርሆ መፅኡ ከይቀትለኒ ወይ ከይሃርመኒ ኢልካ ትፈርሕ ዲኻ ኣይትፈርሕን ኢኻ ኣቦኻ ስለ ዝኾነ ናብኡ ኢኻ ትጎይ ስለዚ ንሕና ንእግዚኣብሔር ክንፈርሖ ክንብል ከለና ከም ባርያ ኣይኮናን ንፈርሆ ወይ ከም ጸላኢ ኣይኮነን ወይ ኢልካ ከም ዝሃርመና ክፉእ ኣቦ ኣይኮነን። ክፉእ ኣቦ ተኾይኑ ምናልባት ሱቕ ኢሉ ክኣቱ ክወጽእ ከሎ ክሃርመካ ከሎ ሽዑ ትፈርህ ትኽእል ኢኻ። እግዚኣብሔር ኣምላኽና ግን ሰናይ ኣምላኽ እዩ። ስለዚ ንሕና በዚ ከምዚ ዓይነት ፍርሃት ኣይኮናን ንፈርሆ። እንፈርሖ ግን ኣነ ከምዚ ክገልጾ ደልየ ዘለኹ ሓሳብ ክልተ ዓይነት ኣፈራርሓ ክገልጽ ክልተ ዓይነት ኣፈራርሓ እቲ ቀዳማይ ኣብዚ ገሊጽዎ ዘሎ ጎይታ እንተኾይነስ ምፍራህየ ኣበይ ኣሎ እዩ። ጎይታ ማለት ሕጂ እንታይ እዩ? ኣዛዚ ማለት እዩ። ኣዛዚዩ በዓል ስልጣን ንኣብነት ብዙሓት ጎይቶት ኣለዉ ኣብ ሂወትና መን ስራሕካ ኣብ ስራሕካ ጅንዳር ሓላፊ ኣሎ ጎይታ ኣሎ ማለት እዩ እቲ ኣባሃህላ ኣብ ስራሕካ ሕጂ ናትካ ሓላፊ ተኮይኑ ትፈርሖ ኢካ ምክንያቱ ኤኒ ታይም ከውጻኣካ ይክእል እዩ ኤኒ ታይም ዝኮነ ዓይነት ነገር ክወስደልካ ይክእል እዩ ስጉምቲ ኦኬ ብዙሕ ከይርዳኣና ይክእል እዩ ኣብ ሽወደን ስለ ዘለና ብዙሕ ሕግታት ኣሎ ምሽ ኣይከ ቀሊሉ ከውጻኣካ ኣይክእል እዩ ግን እቲ ኣተሓሳስባ ተሪኹሞ ሓደ ጎይታ እንድሕር ኮይኑ ድሌቱ ክገብር ይኽእል እዚ ማለት እዩ። ስለዚ እግዚኣብሔር ድማ ጎይታ እንድሕር ኮይኑ ኣብ ህይወትና ብሓቂ እዝዝ እዩ፣ ኣብ ኩነታትና እዝዝ እዩ፣ ኣብ ልዕሊ ዝኾነ ነገር ስልጣን ኣለዎ። ምስዚ ጎይታ እዚ ክበኣስ ኣይደልን ዝኾነ ዓይነት ፀገም ክመፅኣና ኣይደልን እንድሕር ትብል ኮይንካ ክትፈርሖ ግብኣካ ክንደርሶ ኢልካ ኣብ ድሌትካ ትኣቱ ትወጽእ ድሌትካ ትገብር እንድሕር ኮንካ ግን እግዚኣብሔር ጎይታ ኣይኮነን ኣብ ህይወትካ ብኣፍካ ኢኻ ከምኡ ትብል ዘለኻ እምበር እግዚኣብሔር ኣብ ህይወትካ ጎይታ ኣይኮነን እግዚኣብሔር ድማ ብርግጽ ስጉምቱ መወሰድ እዩ ሓቂ ዘረባ ገሊኡ ነገራት ክድንጉ ይኽእል እዩ ዝብለና እዩ ቀዳማይ ጢሞቴዎስ ነግረና እዩ ናይ ገሊኦም ሓጢኣት ቀቅድሚኦም ኸይድ እዩ ንገሊኦም ግና ዝስዕቦም እዩ ሕጂ ወላ ኣብ ኢሳያስ እውን እንታይ ይብል መብዛሕትኡ ግዜ ሓጢኣት ቀልጢፉ ስለ ዘይፍረድ ሰባት ስሒሎም እዮም ዝጓዓዙ ይብለና እግዚኣብሔር ግን ንኩሉ ይመዝን እዩ ማለት እዩ ግን እዚ ማለት እዚ እግዚኣብሔር ፍቅሪ ስለ ዝኾነ እቲ ናቱ ፍቅሪ ማንነት ስለ ዝዓቢ ይዕገሰና ኩሉ ግዜ ውን ይኹስኩሰና ኩሉ ግዜ ውን የዕብየና ስለዚ ንሕና ኣብዚ ከምዚ ዓይነት ፍርሐት ክንዛረብ ከለና ዱብ ምስሓት ቀይዲ በተኽ ምዃን ኢና ንዛረብ ዘለና እምበር ነፍሲ ወከፍ ዲተይል ማለት ኣይኮነን ሓቀይ ምሽ እግዚኣብሔር ይመስገን ስለዚ ኩሉ ግዜ እግዚኣብሔር ይርደኣና እዩ እግዚኣብሔር ይርድኣና እዩ እግዚኣብሔር ይድምፀና እዩ እግዚኣብሔር የበርትዓና እዩ እግዚኣብሔር ይእገሰና እዩ ኣንቶ ኣብ መዝሙር ንዝምሮ ነርና እግዚኣብሔር ከም ሰብ ኣይኮነን ኢየሱስ ከም ሰብ ኣይኮነን ኩነታት ተለዊጡ ኢሉ ዝገድፎ ኣይኮነን ስለዚ በዚ መንፅር እዚ ኢና ነዚ ሓሳብ እዚ ንሪኦ ዘለና እንተኾነ ግን እቲ ናይ ጎይትነት ቦትኡ ግን ክነኽብሮ ክንክእል ኣለና ብሩኻት ኣሕዋት። እቲ ካልኣይ ብጣዕሚ ዝገርመኒ ዘሐጉሰኒ ነገር እቲ ናይ ምፍራሕ ካልእ ዓይነት መልክኡ ማለት እዩ። ምፍራሕ ማለት ሓደ ነገር ክጠፍኣካ ዘይትደልዮ ነገር ንኣብነት ሌትሰይሲ እንቋቑሖ እንድሕር ሒዝካ ኣላኻ ኮይንካስ ስቕ ኢልካ ኣይኮንካን ዋላ ኣብ ፌስታል ጌርካስ ከምዚ እንዳበልካ ኣይኮንካ ተጠንቂቕካ ሒዝካ ትኸይድ ምክንያቱ ንምንታይ ቀልጢፉ እዩ ዝስበር ቀልጢፉ እዩ ዝባላሾ Let's say እንድሕር ዳይመንድ ወይ ድማ ክቡር ወርቂ ገለመለ ኣለካስ ሱቅ ኢልካ ኣብዚ ደርቢካስ ኣይትንቃሳቀስን ኢካ ኣብ ጽቡቅ ቦታ ኢካ ተቀምጦ ዋላ ሕጂ ንኣብነት ኣብ ስራሕኩም ምሽ ኣውጻኣዮ ወርቂ ገለ ገለ ብልካዮም ኣብ ገለ ገለ ስራሓት ምናልባት ተስፌ ኣሎ ኣብ ናይ ሕክምና ዝሰርሕ ካልኦት እውን ኣለኹም ኣብዚ ናይ ቮርድ ብሓፈሻ ዝሰርሑ ሱቅ ኢልኩም ኣብ ዝኮነ ቦታ ተቀምጥዎ ኮይኑ ይስማዓኒ ኣጺኹም ኣብ ስኮፕ ገለመል ገለመል ከምኡ ማለት እዩ። እቲ ካልኣይ ዓይነት ምፍራህ ንእግዚኣብሔር ሉጽ ክትገብሩ ኣይትደልን ኢኻ ኣብ ህይወትካ። ስለዚ ህጂ ኣነ እዚ ቃል እዚ ከካፍለኩም ዘለኹ ወላ ብውልቅና ወላ ከም ሕብረት መሰረትና እንታይ እዩ? መሰረትና ናይ እግዚኣብሔር ፍርሃት እዩ። ናይ እግዚኣብሔር ምፍራ ንእግዚኣብሔር ምፍራሕ መሰረትና እዩ። እግዚኣብሔር ኣቦና እዩ እንድሕር ንብል ኮይንና ኣቦነቱ ንገልጾ ንኡ ብምፍራሕ እዩ። ብሩኻት ኣሕዋት እግዚኣብሔር ኢየሱስ ጎይታ እዩ እግዚኣብሔር ግ- በቃ ኣምላኽ እዩ እንድሕር ንብል ኮይንና ብምንታይ ኢና ንገልጾ ተልኩም ብፍርሓት እዩ። ብመዝሙር ኣይኮነን ብስብከት ኣይኮነን ብትንቢት ኣይኮነን ብካል ካል ነገር ኣይኮነን ብምብዛሕውን ኣይኮነን ብምውሓዱን ኣይኮነን ንእግዚኣብሔር ነኽብሮ ንእግዚኣብሔር ነብሎ ብፍርሓትና ዘለና ሬቨረንስ እዚ ድማ ንኩሉ ሸነኻት ህይወትና ይትንክፍ እዩ እግዚኣብሔር ይመስገን ክንጽሊ ከለና ብፍርሓት ክነገልግል ከለና ዝገርመኒ ነገር ኣነ ብጣዕሚ ገርመኒ እዚ ነገር እዚ ቀዳማይ ቆሮንቶስ እንዲ ዘሎ ምሻቀይ ምዕራፍ ክልተ ረኣይዎ ቀዳማይ ቆሮንቶስ ምዕራፍ ክልተ ተሪናስ ሾክስ ሚ ኣክቹዋሊ ሃዋርያ ጳውሎስ ዝተዛረቦ ነገር ክገርመካ እዩ እስከ በዚ ናይ መጽሓፍ እንዳውጻኹ ዳርጋ ቅድመኩም ኣለኹ ንገሌኹም መስለኒ ተርክቡኒ ኣለኹም ዲኹም ቅሩብ ግዜ ወስድ ቀዳማይ ቆሮንቶስ ምዕራፍ ክልተ ቴንክ ዩ ጂሰስ እግዚኣብሔር ይመስገን ኢየሱስ ክርስቶስ ጎይታ ኢየሱስ ክርስቶስ ጎይታ ኣሕዋተየ፣ ኣነ ድማ ኣብ ማእኸልኩም ከለኹ ብዘይ የሱስ ክርስቶስ፣ ንሱ ኸኣ እቲ እተሰቕለ፣ ሓደ ነገር እኳ ከም ዘይፈልጥ መደብኩ እሞ፣ ናባኻትኩም ክመጽእ ከለኹ፣ ምስጢር ኣምላኽ ብብሉጽ ዘረባ ወይ ብጥበብ ክነግረኩም ኣይመጻኹን። ኣነ ኸኣ ብድኻምን ብፍርሓትን ብብዙሕ ምንብድባድን እየ ኣባኻትኩም ዝነበርኩ ይብል። እገርመኒ እዚ ቃል እዚ ኣይገርመኩምን ሃዋርያ ጳውሎስ ባዕሉ ኣብ ማእከል ሰብ ቆሮንቶስ ክማላለስ ከሎ እዚ ብዛዕባ እቲ ናቱ ዝነበሮ ኣካይዳ ነጸብራቅ ገለ ገለጽ ጠቂሱልና እንታይ ዓይነት ኣካይዳ ከም ዝነበሮ ወላ ከገልግል ከሎ ወላ ክተምልኽ ከላ ወላ ምስ ኣሕዋትካ ክትደዋወል ከላ ወላ ገለ ክትገብር ከላ ብድፍረት እንድሕር ትማላለስ ኮንካ እው መንፈስካን ነፍስኻን በበይኑ እዩ ዘሎ፣ ኣካይዳኻ በበይኑ እዩ ዘሎ። ኖ ኖ ኖ ኖ ከምዚ ዓይነት ኣካይዳ ክህልወና ኣይትፀዋና ብሩኻት ኣሕዋት። ብትዕቢት እንድሕር ንኸይድ ኮይና ከምዚ ዓይነት ኣካይዳ ኣይትፀዋና። ጉድለታት ክህልወና ይኽእል እዩ፣ ድኻማት ክህልወና ይኽእል እዩ። ቀልጢፍና ግን ናብ ስፍራና ክንምለስ ከድልየና እዩ ማለት እዩ። ቁጣ እኮ ትኽእል እያ፣ ስጋ እኮ ሓደ ሓደ ግዜ እኮ ክደፍኣካ ይኽእል እዩ። ናይ ብሓቂ ፍርሓት ከም ዘለካን ዘይብልካን ትፍለጥ ግን ክትምለስ ከለኻ ክብሪ ንኣምላኽና ይኹን ኢየሱስ ጎይታ Thank you Jesus ኣብ መንጎ ዳዊትን ሳኦልን ዝነበረ ቀንዲ ፍልልይ እሱ እዩ ነይሩ ኢየሱስ ጎይታ ዳዊት ቀልጢፉ እዩ ዝምለስ ጌጋ እኮ ዳዊት ዝገበሮ ጌጋታት ከማን እኮ ይዓቢ ኣብ ገሊኡ ክትሪኦ ከለኹ ብሓጢኣት ተታሒዙስ ብስጋ ተደፊኡስ ብዙሕ ነገር ገይሩ ኣሎ እኮ ግን ቀልጢፉ እዩ ዝመለስ ብሓቂ ሬቨረንስ ነይሩ ንእግዚኣብሔር ብሓቂ ንእግዚኣብሔር ፍርሃት ነይሩ ሳኦል ግን ከምኡ ይኮነን ነይሩ እጂ ሓደ ሓደ ግዜ እግዚኣብሔር ዘዳለዎ መስለካ እግዚኣብሔር ግን ልቢ ይዝሪ ኩሉ ነገር እዩ ዝመስል ተረዲኹምኒ እግዚኣብሔር ይመስገን ክብሪ ንኣምላኽና ይኹን ስለዚ ቅድስና ከድልየና እዩ ብሩኻት ኣሕዋት ኣብ ሂወትና ብጣዕሚ ንኣእምሮና ኩሉ ግዜ ክነዘኻኽሮ ኣለና ሸለል ክንብል የብልናን ሕጂ ብኡ ይኮናን ንጸድቕ ብኡ ንጸድቕ እየ ኣይኮንኩም ዝብል ዘለኹ ወይ ድማ ሕጂ ቅድስና ስለ ዝገበርና እግዚኣብሔር ክፈትወና እየ ይኮንኩም ዝብለኩም ዘሎ እዚ እሞ ምግምጣል እዩ። ነቲ ፈረስ እንታይ እዩ ዝበሃል ንድሕሪት ነቲ ሰረገላ ንቅድሚት ምግባር እዩ ምግምጣል እዩ። ከምኡ ይኮንኩን ዝብል ዘለኹ ግን ንሕና ከም ክርስትያናት ብፍላይ ብፍላይ ብዛዕባ ወላ ምስ ሃውና ሃይላቸው ንዕልል ነይርና ብዛዕባ ወለዶ ክንሓስብ ከማን ከድልየና እዩ። ኣብዚ ግዜ እዚ ማለት ኣብቲ ናይ ክርስትና ሂወትና እኮ ናብ ዝተፋላለየ ምዕራፍ እንዳኣተና ኢና ንኸይድ ንኣብነት ቀደም እንታይ ኢና ንጽል ነርና በቃ ሽጋራ ብተኸለይ ወይታ መስተ ብተኸለይ ኣቀዮሽ ከምኡ ኢና ንጽል ነርና መጀመርታ በቃ ወይ ሕሜት ተኾይኑ ገለመል በቃ እዚኣ ተበቲካለይ በቃ ወዲኤ ገለገለ ኢኻ ትብል በቃ ድሕሪኡ እግዚኣብሔር ዘየድልየካ ኮይኑ ይስምዓካ በቃ እዚኣ እዚኣ ጥራይ እዚኣ እዚኣ ጥራይ ሃልካ ትሓስብ ሽዑ ልክዕ ምስ ወዓልካ ኸኣ ንዓ ምስ ወጻእካ ኢኻ ሓድሽ ድሌታት ናባኻ መጽ ሕጂ በቃ ቃልካ ይገለጸለይ ትብል ወይ በቃ መዝሙር ኣገልግሎተይ እንታይ ዝበሃል ክፈልጦ ንብል ገሊኡ መንፈስ ቅዱስ ክምላ እደሊ ገለ ደሊ ገለ ገለ ምሽ ሳባ ከማን ትምስክረለይ ነራ ዝሓለፈ ግዜ በቃ ተስፋ ቆሪፀ ነረ ኢልክንሽ ክንደይ ግዜ መንፈስ ቅዱስ ክትምላ እደለ ሕጂ ሲዝን ኣለዉ መንፈስ ቅዱስ ምስ ተመላእኻ ድማ ካልእ ድሌት ይመጽእ፣ ካልእ ድሌት ድሕሪኡ ድማ በቃ ጽሊ ከለኹ በዚ ይውደቑ ገለ ገለ ትብል ምሽ ዳኒ በዚ ከምዚ ክብል ከለኹ ከምዚ ይብለ ከምዚ እንዳበልካ ናብ ካልእ ምዕራፍ ትኣቱ ማለት ብዝኾነ ዓይነት መገዲ ወይ ገለ ነገር ትደል እንዳጸናሕካ ምስ ከድካ ካልእ ድሌት ይመጽእ ሓደ ካብቲ ኣብ ህይወትና ክመጽእ ዘለዎ ድሌት እንታይ ተይልኩምኒ ዕላማ ዘለዎ ክርስትና እንታይ እዩ ናተይ ዕላማ ኦኬ ኣጋንንቲ ኣውጺኻስ እንታይ ጌርካ ከምዚ መሲልካስ ምሽ ዝበሃል እንታይ ኣምጻኻ እዛ ዓይነቱ ሰቢካ ኣምሊካ ገለ መለስ እንታይ ኣምጻኻ ብሓቂ ዝብለኩም ኣነ ንሱ እየ ዝሓስብ ዘሎ ፒዩር ዝኾነ እቲ ብሓደራ ናባና ዝመጸ ክርስትና ክነሕልፎ ክንክእል ኣሎና። ሃዋርያ ጳውሎስ እኮ ኣብ ካልኣይ ጣዕሙ ጢሞቴዎስ ምዕራፍ ክልተ ተሪጉሞ ነዚ ከምዚ ዓይነት ትምህርቲ እንታይ እስከ ነንብቦ እሞ ካልኣይ ጢሞቴዎስ ምዕራፍ ክልተ ካልኣይ ጢሞቴዎስ ምዕራፍ ክልተ እየሱስ ጎይታ እየሱስ ጎይታ ራእይዎ እሞ ኣታ ወደይ ኣታ ወደየ እምበኣርሲ በቲ ኣብ ክርስቶስ የሱስ ዘሎ ጸጋ ደልድል እዚ ኣብ ቅድሚ ብዙሓት ምስክር ካባይ ዝሰማዕኻዮ ድማ ንኻልኦት ክምህሩ ዝከኣሎም እሙናት ሰብ ህድሪ ሃቦም ምምሕልላፍ እዩ ማለት እዩ ወንጌል ብሩኻት ኣሕዋት ምምሕልላፍ እዩ ናብ መንግስቲ ሰማይ ምእታው ጥራይ ኣይኮነን ናብ መንግስተ ሰማይ ትኣቱ ከለኻ ንመን ኣረኪብካ ኣቲኻ ንህና እኮ ክንእከብ ኢና ጽባህ ንጎ ናብ ጎይታ እዚኦም ኣብዚ ፒንክ ሽርካ ንሪኦም ዘለና ኣረግቶት ገለ ሰባት እኮ ከማና እዮም ነይሮም ትማል ግን ናብ መን ኢኻ ኣረኪብካ ትኸይድ ዘላ ዳት ዘ ፖይንት እንታይ ዓይነት ክርስትና ኢኻ ኣትሒዝካዮም ትኸይድ ዘላ ብጣዕሚ ወሳኒ ነገር እዩ ብጣዕሚ ስለዚ ንሕና ኣነ ሕጂ ወላ ዝኾነ ነገር ይፈፀም ብዛዕባ ጽሬት ናይ ሕይወትና ከም ሕብረት ከም ውልቂ ብዛዕባ ናይ እግዚኣብሔር ቃል ምኽንያቱ እዚ ነገር እዚ ብፍላይ ኣንቶይ ንዝምሮ ነርና ብጣዕሚ ትንክፈኒ ነሩ ብከቢድ ዋጋ ዝመጸ ነገር እዩ ብከቢድ ዋጋ ኢየሱስ ክርስቶስ ከቢድ ዋጋ ከፊሉ እዩ ነዚ ጽድቂ እዚ ንዓና ዳግም ክንውለድ ኣድሂኑና ናብ መን ክተሕልፎ ኣለካ ናብ እሙናት ሰብ That means ወላ ብፌስቡክ ወላ ብዩቱብ ወላ ብዝኾነ ቦታ ክነገልግል ከለና ቀዳማይ ቀዳማይ ነገር እዚ መልእኽቲ እዚ እዚ ወንጌል እዚ ሕመረት እቲ ወንጌል ከይሰሕት ከይጠፍእ ንኣምላኽ ዘይፈልጥ ትውልዲ ከይትስእ ኢና ክንጥንቀቕ ዘለና ተዘይኮይኑ እሙናት ሰብ ሕድሪ ይኮንና ንሕና መንግስተ ሰማያት ክንኣቱ ንኽእል ኢና እቲ ወለዶ ግን ክነጥፎ ኢና ማለት እዩ ተረዲኡምኒ ኢየሱስ ክርስቶስ ጎይታ ብዛዕባ ትንታሽሙ ክንሓስብ ከለና ብዛዕባ እቲ ዝተኸፍለሉ ዋጋ ነዚ ነገር እዚ ክንሓስብ ከለና ንእግዚኣብሔር ንፈርሃሉ ሓደ ምክንያት በዓሉ እሱ እዩ። ሓደ ምክንያት ንሱ በዓሉ እዩ። ምክንያቱ ኣንቶ ኢለኩም ነይረ ኣብ መንጎና ኣብ ካልእ ሓሳብ ተጠውየ እምበር ኣብ ክቡር ነገር ምዃኑ ማቴዎስ ምዕራፍ ዓሰርተ ሰለስተ እስከ ንኺድ ኢየሱስ ጎይታ ይጥርነፈልኩም ኣሎ እቲ ሓሳብ ወላስ ፋሕ እብለኩም ኣሎ ይጥርነፍ ኣሎ ንጥርንፎ ኢና ዳህናችሁ ኢየሱስ ጎይታ ማቴዎስ ምዕራፍ ዓሰርተ ሰለስተ ምክንያቱ እ፣ ሕጂ ጥቕስታት ከይብዛሕልኩ እምበር ኣብ ገለገለ ክፍልታት ክንሪኦ ከለና ንእግዚኣብሔር ዘይፈልጥ ውሉ ውሉ ወለዱ ተንስእ ኣለካ እዚ ዝኸፍእ ነገር እዩ እቲ ዝኸፍእ ነገር እዩ ምክንያቱ እቶም ክሳዕ ሕጂ ናባና ዘብጽሕዎ ሰባት ብእሙንነት እዮም ናባና ኣብጺሖም። ድኻማት እኮ ክህልወካ ይኽእል እዩ። ብዛዕባ ድኻም ኣይኮናን ኣቢልና ግን እቲ መለክዒ መዐቀኒኻ what is your standard ተረዲኹም ኣበሃላይ ንተምያነሲ ክሳዕ ክንደይ ይዕገሱ? ዘይከውን ኣካይዳ እንዳኸደ ከሎ ንፌቨን ክሳዕ ክንደይ እገዛ ንስኹም ከ ንዓይ ክሳዕ ክንደይ ትእገሱኒ? ንሓድሕድና ተተሓሒዝና ዲና ንጠፍእ ዘለና ወያስ ተተሓሒዝናስ ንድሕን ኢና ዘለና? ንሕና እንድሕር ንሓድሕድና ተተሓሒዝና ንድሕን ኣለና ነቲ ዝመጽእ ወለዶ ውን ክነድሕን ተተሓሒዝና እንተጠፊእና ግን ኣብ ራኢ ሪኢኹምዎ ኢኹም ቸርችታት ካብተን ሸውዓተ ቸርችታት ሓንቲ ወይ ክልተ እያ ዲሒና። እተን ሓሙሽተ ጠፊኤን እየን ፊላደልፍያ እታ ሓንቲ ስሚርና እዚኤን ክልተ እየን ድሒነን እምበር እተን ካልኦት ጠፊኤን የለኹን ይብሉ ኣለዉ ኣብ ገሊኡ ኣብ ገሊኡ ህያው ተባሂልካ ተማህርት ግን ሞይካ ኣለኻ ብሎ ንገሊኦም ገለ ኩሎም ጠፊኦም ፍቕርኻ ደርቢኻ ኣለኻ ብሎ እሺ ስለዚ እቲ እቲ ወሳኒ ነገር ብሩኻት ኣሕዋት ክንሓስቦ ዘለና ኣብ ማቴዎስ ምዕራፍ 13 ክርኢ ከለና ብምሳሌታት ክዛረብ ከሎ ኣርብዓን ኣርባዕተን ኣርብዓን ሓሙሽተን ተሪኽሞ ድማ መንግስተ ሰማያት ኣብ ግራት እቲ ሓብአ እሞ ሰብ ረኺቡ ዝሓብኦ መዝገብ ትመስል ብታሕጓስ ከይዱስ ዘለዎ ኩሉ ሸይጡ ነታ ግራት እቲኣ ዓደጋ ድማ መንግስተ ሰማያት ጽብቕቲ ዕንቊ ዝደሊ ነጋዳይ ትመስል ሓንቲ ክብርቲ ዕንቁ ምስ ረኸበ ከይዱ ዘለዎ ኩሉ ሸጠ እሞ ዓደጋ that means ናይ እግዚኣብሔር ነገር ተቐቢልናዮ ዘለና ነገር ናይ ውሉድ ምዃንና ምስጢር ምጽዳቕና ምድሓና ምቕዳስና ኣቦ ንሱ ኣቦና ንሕና ድማ ውሉድ ናቱ ስድራ ቤት ምዃንና ነገር ብጣዕሚ ብጣዕሚ ክቡር ዕንቁ እዩ። ክቡር ነገር እዩ ትማሊ ትማሊ እኮ ንጎይታ ክንቅበል ከለና ኩሉ ዘለና ነገር ገዲፍና ኢና ተቀቢልናዮ ተረዲእኹምኒ ኢየሱስ ክርስቶስ ጎይታ እዩ ዳት ሚንስ እሱ ኢልካ ትፃወተሉ ኣይትኽእልን እያ እዚ ነጋዳይ እዚ ብክቡር ንዘለዎ ነገር ኩሉ ሸይጡ ገዚእዎ ዲዩ ቲንክ ሱቅ ኢሉ ዝፃወተሉ መስለኩም ኣይመስለኩም ከምኡ ማለት እዩ እግዚኣብሔር ሉዝ ከይትገብረው ትፈርሕ ኣለካ ብውልቅን ብሕብረት ኣብ ዘመንካ ንእግዚኣብሔር ከምቲ እሱ ዝገበረልካ ሮሜ ምዕራፍ ዓሰርተ ክልተ ንኺድ እሞ ዳርጋ ካብኡ ንዳሕር ናብ ምስ ዝዛረብ ገፅ ክኸይድ ሮሜ ምዕራፍ ዓሰርተ ክልተ ከዓ ተመሳሳሊ ሓሳብ ሮሜ ምዕራፍ ዓሰርተ ክልተ ከኣ ተመሳሳሊ ሓሳብ ስለዚ ብሩካት ኣሕዋት ናብ ስፍራና ክንንቃሳቀስ የብልናን ካብ ስፍራና ክንንቃሳቀስ የብልና ዝወፃና ሰባት ተሊና ድማ ናብ ስፍራና ክንምለስ ኣለና እቲ ቀዳማይ ቀዳማይ ንሕና ኣብዚ ከም ኤርትራውያን ከም ኢትዮጵያን ከማን ኣብዚ ምእካብና ቋንቋ ኣይኮነን ንዓይ ቋንቋ ኣይኮነን ዋላ ሓንቲ ሽወደን ይኽእል እየ ዋላ ኢንግሊሽ ይኽእል እየ ምን ትርስ ማለት ንዓኹም እውን ኣይከብደኩምን እዩ ዋላ ሓንቲ ምስ ግዜስ መፅረኹም ከማን ቋንቋ ከማን ምበርታኹም ኔርኩም ሓቀይ ምሽ እንታይ ደኣ መዝሙር ኣይኮነን መዝሙር ንዓይ ዋላ ሓንቲ ዳዝ ማተር ትግርኛ ህርመት ወይ ትግረ ህርመት ንዓይ ዋላ ሓንቲ ፍልልይ ኣይፈጥረለይን ብትግረ ንዝምር ኔርና ሎሚ ሕጂ ህርመት ኣይኮነን ወይ ካልእ ካልእ ነገር ኣይኮነን ወይ ናይ ሃገረይ ጽምኣት ስለ ዘለኒ ኤርትራውያን ክርኢ ገለ ገለ ገለ ኣይኮነን እንታይ ደኣ እዩ ብሓቂ ኣብዚ ብጽድቂ ብቅድስና ብፍርሓት ኣምላኽ ክንማላለስ ስለ ዝደለና ካብቲ ናይ ሽወደናውያን ህብረት ገዲፍና ኣብዚ ንበይንና ተኣኪብና ዘለና ካብ ልብና ምእንቲ ክንጽሊ ብሓቂ ንእግዚኣብሔር ብምፍራሕ ኣብ ሓንቲ ሰዓት ስብከትን ጸሎትን ኣምልኾን ፊካን ጌርና ክንከይድ ዘይኮናስ ብሓቂ ንእግዚኣብሔር ግዜ ሂብና እግዚኣብሔር ተዛሪቡና ለውጡና ተንኪፉና ክንከይድ ስለ ዝደለና እዩ። እዚ ነገር እዚ እንድሕር ዘይንገብሮ ኮይንና ምእካብና ባዕሉ ከንቱ እዩ። ብዙሕ ክሳራታት ከምጽኣልና ተረዲኹምኒ። ስለዚ ብጣዕሚ እቲ ናትና እንታይ ዝበሃል ኣብ ፍርሓት ኣምላኽ፣ ኣብ ጽድቂ፣ ኣብ ቅድስና፣ ኣብ እሙንነት፣ ብእሙንነት ድማ ነቲ ናይ እግዚኣብሔር ሕድሪ ኣብ ምሕላፍ ዝተመስረተ እዩ። ሮሜ ምዕራፍ ዓሰርተ ክልተ ፍቕዲ ሓደ እንታይ ኢሉና ኣሎ? እምበኣርሲ ኣሕዋተየ፣ ንሥጋኹም ሕያውን ቅዱስን ንኣምላኽ ባህ ዘብልን መሥዋዕቲ ጌርኩም ከተቕርብዎ ብምሕረት ኣምላኽ እምዕደኩም ኣለኹ። ብምሕረት ኣምላኽ ኣንቲ ወይ ንዝምር ነርና ብዛዕባ ናይ እግዚኣብሔር ራህዋ እግዚኣብሔር ይመስገን እቲ ወንጌል ብኸመይ ከም ዝተኸፍለ ብኸመይ ከም ዝመጸ ኢየሱስ ክርስቶስ ኦ ማይ ጋድ ክብሪ ንኣምላኽ ብዛዕባ መዝሙር ዕስራን ሰለስተን እኮ ሰቢኸ እያ ዝሓለፈት ዝገርመኩም ግን ገዛ ከይደ እንዳስተንተንኩ እንዳስተንተንኩ ምስዛ ስብከት እዚኣ ወላ እታ ናይዛ ስብከት ከማን ኣርስቲ ክገብራ ዝኽእል ቅድሚ መዝሙር ዕስራን ሰለስተን መዝሙር ዕስራን ክልተን ነንብባ ቅድሚ መዝሙር ዕስራን ሰለስተን መዝሙር ዕስራን ክልተን እያ ዘላ ኣይገርመኩም መዝሙር ዕስራን ሰለስተን ሲ እግዚኣብሔር ጓሳየ እዩ ዝጎድለኒ የብለይን ኣብ ልሙእ ሸኻ የውዕለኒ እዚ ካብ እግዚኣብሔር ትረኽቦ ረብሓታት እዩ በረኸታት እዩ እዚ ብሉፅ ነገር እዩ ናባና መፅዩ ዘሎ ብሉድ ኮይንና ኣለና ዝገርመኩም ግን መዝሙር ዳዊት ዕስራን ክልተን ቅድሚኡ ዘለዉ ተንብቦ ከለኹም ግን ኣምላኸ ኣምላኸ ስለምንታይ ሓደግካኒ ካብ ምርዳኤ ካብ ቃላት ኣዋትን ኣውያትን ርሑቕ ኢኻ ኦ ኣምላኸይ፣ ብመዓልቲ ትጠርእ፣ ንስኻ ግና ኣይትመልስን፣ ብለይቲውን ትም ኣይብልን እንዳበለ ኢየሱስ ክርስቶስ ብዛዕባ ዝተሳቐዮ ስቓይ እዩ ዝነግረካ። ዳት ሚንስ መዝሙር ዳዊት ዕስራን ሰለስተን ብስቓይ ዝመፀ በረኸት እዩ። ብሞት ኢየሱስ ክርስቶስ ዝመፀ በረኸት እዩ። ዝገርመኩም መጽሓፍ ቅዱስ ብዙሕ ጊዜ ከምኡ ገብረልካ እዩ። መዝሙር ዳዊት እዝባ ኢሳያስ ሓምሳን ሰለስተን ተሪኸ ናይ ኢየሱስ ክርስቶስ ስቓይ እዩ ዘርእየካ። ኢሳያስ ሓምሳን ኣርባዕተን ግን ተይትሕቅሩ ኢሳያስ ሓምሳን ኣርባዕተን ተሪእኹሞ ግን በረኸታት እዩ ዝነብር እጅ ኣጋጣሚ ኮይኑ ኣይስማዕ ኢየሱስ ክርስቶስ ነዚ እዩ ሕጂ ሮሜ ዓሰርተ ክልተ ብምሕረት ኣምላኽ መፅሪኩም ኣሎ ዳግሚት ከቢድ ዋጋ እዩ ተኸፊሉልኩም ንምድሓና እንታይ ንግበሮ ማለት እዩ ኣይንንዓቆ ኣይንቃ ንምድሓንና ዝኾነ መጋበርያ ኣይንግበሮ ንኽንፍወሰሉ ናይ መፈወሲ ኣይኮነን ምፍዋስ እኳ ጽቡቅ ተኾነ ናይ ካልካል ነገር ኣይኮነን እንታይ ደኣ እዩ ዓቢ ምድሓን ሂቡካ ዘሎ ተጠንቂካ ድማ ብፍርሓት ክትሕዞ ይግባእ ማለት እዩ። ኢየሱስ ክርስቶስ ኣብዚ መዝሙር ዳዊት ዕስራን ክልተን ክንሪኦ ከለና ሕልፍ ሕልፍ እንዳበልና እስከ ዕስራን ክልተን ንርኣያ እሞ ብኣ ክንዛዝም ኢና እግዚኣብሔር ይመስገን ክንዝምራ ኢና ንእግዚኣብሔር ክነመስግኖ ኢና ምናልባት ኣንቶ ይዘመርናዮ መዝሙር ክነመስግኖ ኢና ክንዝምር ኢና እግዚኣብሔር ይመስገን ክብሪ ንኣምላኽና ይኹን ኣብዚ ጎይታ ኢየሱስ ክርስቶስ ብዛዕባ ሳፈሪንግ ኣብ ዩቱብ እንዳ ኣተኹም ርኣይዎ ሓሓሊፍኩም እንዳ ኣተኹም ርኣይዎ ናይ የሱስ ክርስቶስ ስቓይ ከመይ ኢሉ ተሳቒሉ ነቲ ነገር እቲ ከም ዘምጽኣልና ናይቲ ናይ የሱስ ክርስቶስ ስቓይ ከኣ እቲ ዕላማ እንታይ ከም ዝነበረ እቲ ራኢ እንታይ ከም ዝነበረ ሎሚ ሕጂ ብውልቅና ክንሓቶ ዘለና ኣብቲ ራኢ ኣለኹ ድየ ኣብቲ ራኢ ኣለና ዲና ናብቲ ራኢኸ ንግስግስ ደለና this is important ተረዲኡኒ ፍቕዲ ሽዱሽተ ተሪእኹሞ እዚ ሕጂ ኣብ በቃ ብዛዕባ ናይ የሱስ ክርስቶስ ብፍላይ ኣብ መስቀል ዝኾነ ነገር እዩ ዝገልጸል ምክንያቱ ፍቕዲ ሓደ ኣምላኺ ኣምላኺ ስለምንታይ ሓደካን ኤሎሂ ኤሎሂ ላማ ሰበክታኒ ዝበሎ እዩ ምሽ ስለዚ እዚኣ ብዛዕባ እታ ናይ መስቀል ዛፈ ርእይና ትነግር ዘላ የሱስ ክርስቶስ ብዙሕ እዩ ተሳቂዩልና ብሩኻት ኣሕዋት ብከቢድ ዋጋ ዝተኸፍልና ምድሓን ስለዚ እንታይ ኢሉ ኣሎ ንኣብነት ፍቅዲ ሽዱሽተ ኣነ ግና ሓሰኻን መላገጺ ሰብን ብሕዝቢ ዝተናቀን እምበር ሰብሲ ኣይኮንኩን ኢየሱስ ክርስቶስ ዕርቃኑ ኮይኑ እዚ ሕጂ ንኽንክሰስ ኢለ ኣይኮንኩን ዝብለኩም ዘለኹ ወይ ንኽንኩነን ኢለ ኣይኮንኩን ግን ኡፕስካታ ይብሉ ብሽወደን ክነኽብሮ ምእንቲ ኣፕሪሽየት ክንገብሮ ምእንቲ ዩ ሲ ወርቂ ኣልማዝ ሂበካስ ከም እምኒ እንድሕር ትቆጽሮ ኮንካስ ክትሕዞ ይትኽእል ኢኻ ክነግረካ ኣለኒ ምስ ክቡር ዋዕታይ ኢለ ክነግረካ ኣለኒ ሄኖክ ጽቡቅ ጌርካ ሓዞ ክብለካ ይኽእል ኣለኒ ዕርቃኑ ኮይኑ ኢየሱስ ክርስቶስ ኣነ ግን ሃሰኻን መላገጺ ሰብን ብህዝቢ ተናዕቀ እምበር ሰብሲ ኣይኮንኩን ዝርዩኒ ዘበሉ የባጭውኒ ኣብ እግዚኣብሔር ይተዓቆብ እስኪ የናግፉ ብሂግዎ እሞ ንሱ የድሕኖ ኢሎም ርእሶም እናነቅነቁ ከናፍሮ ይርምጥጡለይ ኣለዉ፣ የቋናስቡዎኒ፣ የላግጹኒ። በዚ መገዲ እዚ ኢና ድሒና ብሩኻት ኣሕዋት። ብዛዕባ መዝሙር ዳዊት ዕስራን ሰለስተን ክትሓስብ ከለኻ በቃ ምቾት እዩ፣ ጥዑም ኣለና፣ ጽቡቕ ኣለና ኣይኮነን። ኦ ከቢድ ዋጋ ተኸፊሉ። Thank you you have to appreciate it from the bottom of your heart ማለት እዩ። ምኽንያቱ ከቢድ ዋጋ እዩ ተኸፊሉ ኢየሱስ ክርስቶስ ጎይታ ፈቅዲ ዓሰርተ ክልተ ክትሪእዎ ከለኹም ብዙሓት ኣራውሕ ከቢቦም ነበር ልክዕ ከምዚ ብብዕራይ ተኸቢቡስ ተረዲኹም ዝተደርበየ ማለት ብርቱዓት ኣራዊሕ ባሳን ኣማእኪሎምኒ፣ ከምቲ ዝዝርፍን ዝጓስምን ኣንበሳ፣ ጐረሮኦም ይኸፍቱለይ ኣለዉ። ኣነ ከም ማይ ፈሰስኩ፣ ብዘሎ ኣዕጽምተይ ተፋላልዩ። ልበይ ከም ስምዒ ዀነ፣ ኣብ ማእከል ኣምዑተይ ከኣ መኸኸ። ሓይለይ ከም ገልዒ ነቒጹ፣ ልሳነይ ኣብ ትንሃገይ ጠቢቑ።

እንዳበለ ብዛዕባ ተሳፈርቲ የሱስ ጎይታ እዩ ክብሪ ንኣምላኽ ሓሓሊፍና ንርኣይ እቲ ናይ መስቀል ስራ እግዚኣብሔር ይመስገን ጎይታ የሱስ ክብሩ ገዲፉ ኣብ ምድሪ ወሪዱ ንዓና ከድሕነና ከሎ ከቢድ ዋጋ ይከፍሉ እግዚኣብሔር ይመስገን ኣሜን ኢየሱስ ጎይታ እዩ ኣብ ምድሪ ሎሚ ሪኦ ነይረ ነዊሕ ክንደይ ኣሎ ጸብጺቦሞ ኣሎ ካብ ካብ ናብ ገሊላ ካብ ገሊላ ናብ ገለመለ ናብ ቅፍርናሆም ካብ ቅፍርናሆም ናብ ገለ ናብ ገለ ናብ ገለ ዝኾለሎ ኩሉ ብእግሩ እዩ ዝኾልል ኔሩ እንዳ ዞረ ኣብተን ዓድታት ይነግር ነበረ ምሽ ብለና ኮለል እዩ ዝብል ኔሩ ብእግሩ ዝተጓዕዞ ኪሎሜትራት ክትጽብጽቦ ከለኻ ሕጂ ረሲዐዮ እምበር ክንደይ ኪሎሜትር እዩ ወደይ ሰለስተ ሽሕ ድዩ ሓሙሽተ ሽሕ ኪሎሜትር ከምኡ ታት ተዋሒሱ እዩ ኮለል ልብል ነይሩ ንመን ነቲ ጥፉእ ክደሊ ነቲ ጥፉእ ከኣ ክድሕን ምስ ደሃንካ ግን እንታይ ትገብር ኣለኻ that is the point brothers and sisters ከቢድ ነገር እዩ ከርተት እዩ ኢሉ ነዚ ምድሓን እዚ ጎይታ ክብል ኣብቲ ናይ መስቀል ግዜ ከም ዝበልኩም በዚ ኢና ክንዛዝም እች ናብ ካልእ ነገር ኣይንኣቱን ኢና ግን ነዚ ነገር ነቋፅሮ ብምሕረት ኣምላኽ እንተኩም ኣሎ ማለት እንታይ ማለት መስለኩም እቲ እግዚኣብሔር ዝገበረልኩም ምሕረት እንዳሓሰብኩም ንስጋኹም ሕያውን ቅዱስን ግበሩ ምኽንያቱ ዳዊት እኳ ዳዊት ኣብቲ ሰፈር ሰራዊት ኣትዮም ማይ ኣምፅኦምሉ ኣይሰትዮን እዩ ምክንያቱ ከመይ ኢለ ብናቱ ኮንደም ሰቲ ዩሲ ዳትዋይ እኮ ህጂ ናብ ካልእ ነገር ዳ ከይተወስዱ ነበር እብራያን ዓሰርተ እብራያን ሸሞንት እብራያን ሽዱሽተ ዝነግረና ነቲ ደም ክርስቶስ ዝረገጸ ዝብለና እኮ ከምኡ ማለት እዩ። ነቲ ብደም ዝመጸ ክቡር ነገር እንድሕር ተቃልሎ ኮይንካ ትረግጾ ኢኻ ዘለካስ ነቲ ማይ ክዕዎ እሱ ኣና ይሰትዮ እዩ። ሎሚ ምድሓንካ ብክቡር ደም ዝመጸ እዩ። ምድሓንካ ከተቃልሎ ከለኻ ጽድቂ ተቃልሎ ከለኻ ቅድስና ተቃልሎ ከለኻ ስዱ ኮይንካ ከም ድሌትካ ክትከይድ ክትደሊ ከለኻ እንታይ ኢኻ ትገብር ዘለኻ? ክርስትና ኣይኮነን እዚ ዚስ ኢዝ ኖት ክርስቲያኒቲ ንዝሙት ክርስትያን ይትረፍ ኣብቲ ናይ መስቀል መዓልቲ ዝገርመኩም ነገር ኢየሱስ ጎይታ እዩ ማለት ኩላትና ንፈልጦ ኢና እዚ ብፊልሙ ንሪኢኹምዎ ኣለኹም ግን ብመጠን ዘቋፀርካዮ ወይ ዘስተንተንካዮ ኣብ ልብኻ ሓድር እግዚኣብሔር ይመስገን ኢየሱስ ጎይታ እዩ ዝገረመኒ ነገር እቲ መጀመርያ ክፅሊ ከሎ ጎይታ እዚ ነገር'ዚ ካባይ ይሕለፍ እንዳ በለ ክጽሊ ከሎ፣ ማቴዎስ ምስ ረኣ ዕስራን ሽዱሽተን ርእዩ እሞ ኣሎ ኣብ ዕብራውያን ሓሙሽተ ገሊጽዎ ኣሎ። ከምዚ ኖርማል ዝጽሊ ገይሩ እዩ ዝስምዓካ ሓደ ሓደ ግዜ። ዕብራውያን ምዕራፍ ሓሙሽተ እንተድኣ ርኢናዮ ብብርቱዕ ኣውያት ብኽያትን ካብ ሞት ንኸድሕኖስ ለመነ እዩ ዝብለን። ሕጂ ናብኡ ከይከድና ራእይዎ ኣብ ገዛእ ምስክር። ስለዚ ጎይታ የሱስ ክርስቶስ ነዚ ዋጋ'ዚ ክኸፍሎ ከሎ፣ ናብ መስቀል ክኸይድ ከሎ ብብርቱዕ እው ብኽያት ብብርቱዕ ኣውያት ከቢድ ነገር ከም ዝገበረልና ኢና ንርዳእ። እግዚኣብሔር ይመስገን። ዳት ደይ ኣንቶይ ብዛዕባ ውክ ምግባር ብዛዕባ ንምድሪ ምኹላል ንዛረብ ነርና። ጎይታ ኢየሱስ ክርስቶስ ሙሉ መዓልቲ ቅድሚያ መዓልቲ ምሽ እንታይ ዝበሃል ኣዳልዮምሉ እንጌራ ገለገለ ሙሉ መዓልቲ ከምኡ ውዒሉ ኣምስኡ ብንግሁ ከይደቀሰ ከሎ እዮም ብለይቲ መፂኦም ወሲዶሞ። ሙሉእ መዓልቲ ድማ ካብ ሓደ መጋበያ ናብ ሓደ መጋበያ ካብ ሓደ መጋበያ ናብ ሓደ ከብሎ መወዳእታ ኸዓ ተሰቒሉ። ንሱ ጥራይ እንድሕር ፀብፂብካዮ ጎይታ ኢየሱስ ክርስቶስ ከባቢ ሰላሳን ሽዱሽተን ሰዓት ኣይደቀሰን። ከምኡ ከይደቀሰ ከሎ እዩ እዚ ኹሉ ነገራት። ከርተት እዩ እቲ ቃንዛታት ክትገልጾ ከለካ ተንብቦ ከለካ ዩቲዩብ ኣቲኹም ረኣዩ ሳፈሪንግ ኦፍ ክራይስት ወይ ድማ ገለ ኢልኩም ብዙሕ ነገር እያ ትብል ክቕጥቅጥዎ ከለዉ ክገርፍዎ ከለዉ እቲ ኣቑሑት እሶም ዝገርፍዎ እዚ ኣፃፅምቲ ናይ ኣባጊዕን ናይ ኣጣልን እዮም ዝገብርሉ ነቲ ስጋ እንዳመንጨተ ምእንቲ ክትስእ በዚ ከምዚ ዓይነት መገዲ ተገዲፉ እዩ ጎይታ የሱስ ክርስቶስ ነዚ ምድሓን ኣምጺኡ። ሎሚ ንሕና መዝሙር ዕስራን ሰለስተን ክንሓስብ ከለና Think also about Psalm 22 ብብርጭቆ ፍርሓት ኢኻ ትምልእ ብፍርሓት ኢኻ ትጽ ሓደ ዶክተር ብፍላይ ክገልጾ ከሎ ዝገረመኒ ነፍሲ ወከፍ ኣብ ዝተሃርመሉ ይጭደድ እዩ እቲ ቆርበት ይቅደድ ስለዚ እንድሕር ክተብሎ ኮይን ክትሕክሞ ኮይንካ ብድሕሪኡ ነፍሲ ወከፍ እቲ ዝተሃርመሉ ሰላሳን ትሽዓተን ሸቦጥ ነፍሲ ወከፍ ክስፌ ኣለዎ ህጂ ምስቲ ናይቲ መግረፊ እንታሽሙሲ ተዋሃደስ ክልተ ሽሕ ስፋይ ከድሊ ነይሩ በቲያ ሓንቲ ዝተገርፋ ሰላሳን ትሽዓተን ጥራይስ ክልተ ሽሕ ስፋይ ኣይገርመኩምን። ምኽንያቱ ብጣዕሚ እዩ ዝገርመካ ክልተ ሽሕ ቦታ ብሓንቲ መግረፍቲ ጥራይ በተን ሰላሳን ትሽዓተን ማለት እዩ ክልተ ሽሕ ቦታ ተኸዲዱ እዩ ነዚ ነገር ዝሃምፀ ዝገርመካ እቲ ሓኪም ክገልፆ ከለዎ ብፍላይ ዝገርመኒ እቲ ለይቲ ኣብቲ ናይቲ ምድሪ መብዛሕትኡ ግዜ ወጋሕታ ለይቲ ገለመታ ዛሕል ይብሉ ቁሪ እዩ ኣስራሒታይ እዩ ዝኸውን ከምኡ እንተዘይከውን ነይሩ ብምድማይ ምሞተ ነይሩ ጎይታ እቲ ዘይሞተሉ ምክንያት እቲ ዛሕሊ ነቲ ታሽሙ ነዚ እንታይ ዝበሃል ስለዝዓፅቆ እዩ ስለዝሸፈኑ እዩ እንዳበሉ ይገልፁ ስለዚ ኢየሱስ ክርስቶስ ንዓና ብክቡር ዋጋ ብክቡር ዋጋ እዩ ገዚኡ ስለዚ ንሕና ንቅደሰሉ ግባኣና ብምሕረት ኣምላኽ ጠጠው ኢልና ንሕሰብ ክብሪ ንኣምላኽ። ዝገርመኩም ነገር ካልእ ይትረፍ መዝሙር ዳዊት እዚኣ ዕስራን ክልተን ኤሎሂ ኤሎሂ ላማ ሰበቅታኒ ኢሉ ክዛረብ ከሎ ከይተረፈ ዝገረመኒ ነገር ማለት እዩ ሓደ ሰብ እስከ ድራማ ንእሽተይ ኣብዚ ክንገብር ኢና ዳኒ ንዓመት ኣብ ቅድሚት ፀሃይ ከኣ እሱ ፀገም እ፣ ፅቡቅ እዩ በቲ ሓደ ወገን ግን ዜናዊ ከዓ ናብዚ ቅድሚት ትመፅእ ኢኻ ሕጂ እንታይ ግበር መስለካ ዳኒ ሓወይ ንዜናዊ ከምዚ ጌርካ ኣብዚ ክሳዱ ሒዝካ ስኻ ጠጠው ስቕ ኢልካ ጠጠው ኢሉ እግርኻ ግበር ከምዚ ጌርካ ኣብዚ ክሳዱ ጓዕፁፁ ኣይታም እሞ ግን ግን ኣብዚ ክዛረብ ከም ዘይክእል ጌርካ ኣበሱ ንስኻ ከዓ ትዛረብ ፈትን ዝኾነ ነገር ግን ንስኻ ማለት እዩ ብዙሕ ሓይሊ ኣይትጠቀም ግን ዕፀው ከምዚ ጌርካ ትኽ በበል ትኽ በል ትኽ ትኽ በል ኣጆኻ እስከ ተዛረብ እንጂ ግደፍ ግደፍ ግደፍ መሃሪ ጎይታ ይባርኩም ጎይታ ይባርኩም ኦኬ ኣብ ገዛ ባዕሉ ክፈትኑ ከምዚ ኢልኩም ተጓዕፂፅኩም ክትዛረቡ ፈትኑ ይከኣል ድዩ እዚታት ካብዚ ንድሕር ተጓዕፂፅካ ሰመይ ኢልካ ትዛረብ እዩ ብጣዕሚ ከፍ እንታይ ክብለኩም ደልየ ባዕሉ ጎይታ የሱስ ክርስቶስ ኣብ መስቀል ተሰቂሉ ከሎ እዚ ሙሉእ ኣካላቱ ከምዚ ኢሉ ንቕድሚት ወዲቑ ነይሩ። ስለዚ ኤሎሂ ኤሎሂ ላማ ሰበቕታኒ ኢሉ ንኽዛረብ ከማን ብሙሉእ ሓይሉ ከምዚ ኢሉ ተጠሊዑ ተመጢጡ እዩ ድሕሪኡ ቃላት ከውፅእ ዝኽእል። ተመሊሱ ድማ ናብ ፖዚሽኑ እቲ ይምለስ ማለት እዩ። ተረዲኹምና ኣባላት ክሳዕ እዚ ኩሉ ነገሩሲ ከምዚ ኢሉስ ሙሉ ብሙሉ ወጺኡስ ድምጺ ከይተረፈ ምውጻእ ክሳዕ ዝስእል ዝኾነ ተፈጸመ ክብል ከሎ ተፈጸመ ንክብል ብሓይሊ ንድሕሪት ተጠሊዑ ምስቲ ቃንዛ ማለት እዩ ድሕሪት ተዛሪቡ ተመሊሱ ናብ ሪላክስ ፖዚሽን ላማ ኤሎሂ ኤሎሂ ላማ ተበቅሳኒ ንምባል ከይተረፈ ብብዙሕ ቃንዛ እዩ ጎይታ የሱስ ክርስቶስ ኣውጭ ኢትስ ፊኒሽድ ክብል ብብዙሕ ቃንዛ እዩ ኣውጭ ዝገብርዎ ኣይፈልጡን እዮም እሞ ኣብዚ ሪኦም ትንሃገይ ኣብ መልሓሰይ ተጣብቀት ዝብለና ዘሎ እዚ ቃል እዩ እግዚኣብሔር ይመስገን ስለዚ ብሩካት ኣሕዋት ክርስትናና ብምሕረት ኣምላክ ዝመለኣ እዩ ኣሜን ወዲ ኣለኩ ኢየሱስ ክርስቶስ ብዙሕ ክንብል ንክእል ኢና ብዙሕ ክንዛረብ ንክእል ኢየሱስ ክርስቶስ ጎይታ እዩ ስለዚ እስኪ ድሕሪኡ ሶሪ ድሕሪ መደምደምታ ፃፀቢያ ከብላ ምእንቲ እዚ ኩሉ ነገር መዝሙር ዳዊት ዕስራን ክልተን ምስ ገለፀ መወዳእታ ሽኡ እቲ ዕላማ ወይ እቲ ቪዥን ተዛሪቡ ራእይዎ እዚ ኩሉ ምሽ ገሊፀዮ ህልፍ ኢልኩም ገንፂልኩም ኣብቲ ናይ ባይብል ተሪእኹምዎ ካብ ፍቕዲ ዕስራን ክልተን መዝሙር ዳዊት ዕስራን ክልተን ዕስራን ክልተን ስምካ ንኣሕዋተይ ከዘንትወሎም ኣብ ማእኸል ማህበር ከመስግነካ ኣቱም ንእግዚኣብሔር እትፈርህዎ ኣመስግንዎ ኣቱም ዘርኢ ያዕቆብ ዘበልኩም ወድስዎ ዘርኢ እስራኤል ኩልኹም ፍርህዎ እንዳበለ ይቐጽል ማለት እዩ። ኣመን ኢየሱስ ጌታ ተስእና ነመስግን